ሻሎም ሻሎም ቤተሰብ እግዚኣብሔር ኣምላኽ ህዝቢ ኣምላኽ ከመይ ጸኒሕኩም? ኢየሱስ ክርስቶስ ንዘለኣለም ጎይታ እዩ። ኣነ ሓውኹም ኣገልጋሊ ሰላሓዲን እየ። ሎሚ ድማ ነዚ መዓልቲ ዝኸውን ናይ ህይወት ቃል ክንካፈል ኢና። እዚ ኩሉ ግዜ ንግሆ ንግሆ ንዝበለጸ መዓልቲ ዝበለጸ ቃል ድብል ፕሮግራምና ካብ ሲኣርጂ ኢንተርናሽናል ቸርች ወይ ድማ ንክርስቶስ ዝገልጽ ትውልዲ ዓለምለኻዊ ቤተ ክርስቲያን ስቶክሆልም ስዊድን ካብ ዝርከብ ዝፍኖ መደብ እዩ። ሎሚ ድማ ነዚ መዓልቲ ዝኸውን ቃል ክንካፈል ኢና። ሎሚ እንካፈሎ ቃል መልክዕ ብዘይ ኣእምሮ ድብል እዩ። መልክዕ ብዘይ ኣእምሮ። መጽሓፍ ክዛረብ ከሎ ምሳሌ ከምዚ ኢሉ ምሳሌ ዓሰርተ ሓደ ዒስራን ክልተን። መልከዐኛ ሰበይቲ ብዘይ ኣእምሮሲ ከም ኣብ ኣፍንጫ ሓሰማ እተሰቑረት ቀለቤት ወርቂ እያ ኢልዋ። ርኢኹም መልከዐኛ ሰበይቲ ብዘይ ኣእምሮ፣ ብዘይ ምስትውዓል፣ ብዘይ ውሽጣዊ ጽባቐሲ ከም ኣብ ኣፍንጫ ሓሰማ እተሰቑረት ወርቂ እያ ኢልዋ። ርኢኹም ኣፍንጫ ሓሰማ ብዙሕ ክፉእ ነገራት፣ ብዙሕ ረሳሕ ነገራት ዘሎዎ ስፍራ እዩ። ባህ ዘየብል ስፍራ እዩ። ነገር ግን ኣብቲ ኣፍንጫ ሓሰማ ተሰቑሩ ዘሎ ግን ኩቡር ነገር ወርቂ እዩ ባህ ደብል ወርቂ እዩ ነቲ ወርቂ ግን ጽባቂኡ ዘባላሸወሉ ዘሎ መን እዩ እንተልኩምኒ ዘለዎ ስፍራ እዩ እዚ ማለት ደጋዊ መልክዕ ኣብ ዘይጸበቐ ውሽጣዊ መልክዕ እንተደኣ ኣሎ ኮይኑ እቲ ደጋዊ መልክዕ ይጠፍእ እዩ ይበርስ እዩ መጎስ ዘይብሉ መልክዕ እዩ ዝኸውን ብኻልእ ኣዘራርባ ካብ ደጋዊ መልክዕ ንላዕሊ ኣዝዩ ኣገዳሲ ናይ ውሽጢ መልክዕ እዩ ማለት እዩ። ርኢኹም ብሩኻት፣ ኣብ ኣእምሮኹም እንታይ ዓይነት ጽባቐ ኣለኩም? ኣብ ኣተሓሳስባኹም እንታይ ዓይነት ጽባቐ ኣለኩም? ይሲ ምስትውዓልኩም ክሳዕ ክንደይ ጽባቐ ኣለዎ? ክሳዕ ክንደይ ኢኹም ኣብቲ ናይ ውሽጢ ሰብኩም ትሰርሑ? ክሳዕ ክንደይ ኢኹም ካብ ደጌኹም ንላዕሊ ንውሽጥኹም ተቕልቡ? ሓደ ነገር ክነግረኩም ደጋዊ መልክዕ እንተ ደኣ ውሽጣዊ መልክዕ ኣብ ዘይብሉ ስፍራ ተቐሚጡ ንግዜ እዩ ደኣ ዘኺደካ እምበር ድሕሪ ዝተወሰነ ግዜ እቲ ደጋዊ መልክዕ መጎሱ ይጠፍእ እዩ ምኽንያቱ መጽሓፍ ክዛረብ ከሎ ከምዚ ኢሉ ኣሎ ጽባቐ መልክዕ ጠባሪ ኢሉ ውቃበ ከኣሲ ከንቱ ኢሉ ንእግዚኣብሔር እትፈርሕ ሰበይቲ ግን ትናኣድ ኢሉ ርኢኹም ካብቲ ናይ ደገ ጽባቐ ንላዕሊ ናይ ውሽጢ ጽባቐ ኣገዳሲ ምዃነ ንእግዚኣብሔር ምፍራሕ ናይ ውሽጢ ጽባቐ እዩ። ሰናይ ዝኾነ ኣእምሮ ምህላው ናይ ውሽጢ ጽባቐ እዩ። ርኢኹም ኣሕዋት ብዙሕ ጊዜ ሰባት ኣብ ደጋዊ ነገር ጥራሕ ኣተኩሮና ንውሽጥና ግን ብዙሕ ኣይነቕልበሉን ኢና። ንእምሮና ብዙሕ ኣይነቕልበሉን ኢና። ንባህርያትና ብዙሕ ኣይነቕልበሉን ኢና። ንውሽጣዊ ኣካይዳና ብዙሕ ኣይነቕልበሉን ኢና። ደጋዊ ነገራትና ንሰብ እዩ ዝረኣ። ውሽጣዊ ነገርና ግን ንኣምላኽ እዩ ዝረኣ። ናይ ሎሚ ሕቶይ እዚ እዩ። ደጋዊ ዝሃለወ ጽባቐ ይሃልኹም። ብኢኮኖሚ ይኹን ብትምህርቲ ይኹን ብዝተፈላለየ መንገዲ ብዙሕ ጽባቐ ብደገ ክህልወኩም ይኽእል እዩ። ሕቶይ ግን ውሽጥኹም ክሳብ ክንደይ እዩ ጽቡቕ እዩ? ኣተሓሳስባኹም ክሳዕ ክንደይ ጽቡቕ እዩ? ውሽጥኹም ብፍቕሪ ዝመልአ ድዩ? ውሽጥኹም ብቓል ኣምላኽ ዝተቓነየ ድዩ? ውሽጥኹም ብፍርሓት ኣምላኽ ዝመልአ ድዩ? ናይ ብሓቂ እንተደኣ ውሽጥኹም ጽባቐ ኣለዎ ኮይኑ ንስኹም ብሓቂ ጽቡቓት ኢኹም። እንተደኣ ውሽጥኹም ብፍርሓት ኣምላኽ ምሉእ ኮይኑ ንስኹም ብሓቂ ጽቡቓት ኢኹም። ኣሕዋት ካብ ደጌኹም ንላዕሊ ኣብ ውሽጥኹም ኣተኪርኩም ስርሑ ምኽንያቱ ንህይወትና ጽባቐ ዘልብሳ ናይ ደገ ጽባቄና ኣይኮነን ናይ ውሽጢ ጽባቄና እዩ ምኽንያቱ ናይ ደገ ጽባቄና ጊዝያዊ እዩ ናይ ውሽጢ ጽባቄና ግን ዘልኣለማዊ እዩ ናይ ደገ ጽባቄና ንቁሩብ እዩ ዝጠቅም ናይ ውሽጢ ጽባቄና ግን ንብዙሕ እዩ ዝጠቅም ናይ ህይወትና ጽባቀ ናይ ህይወትና ጣዕሚ ዝፍልፍል ካብ ናይ ውሽጥና ጽባቀ እዩ ኣብ እእምሮኹም ጽባቀ ልበሱ ኣብ ኣተሓሳስባኹም ጽባቀ ልበሱ ኣብ ምስትውዓልኩም ጽባቀ ልበሱ ውሽጥኹም ብፍርሓ ኣምላኽ ይዕበየልኩም ኣምላኽ ሰማይ ንውሽጢ ዝርኢ እሞ ኣብቲ ናይ ውሽጢ ሰብኩም ብእኡ ኣብኡ ተቐሚጡ ዘሎ ጽባቐ ተገለጹ። ንስኹም ጽቡቓት ኢኹም። ሻሎም።